ካብ እብራውያን ምዕራፍ ዓሰርተ ሰለስተ ጥቕሲ ሸሞንተ እዩ ኩላህና ንፈልጣ ኢና እዛ ጥቕሲ ዝገርመኩም ኢየሱስ ክርስቶስ ትማልን ሎምን ንዘልዓለም ንሱ እዩ ክብሪ ንኣምላኽ ይኹን እዚ ጎይታ ንሱ እዩ ብግዜ ሃዋርያት ዝነበረ የሱስ ተኣምራት ዝገበረ የሱስ ዝፈወሰ የሱስ ብማያት ዝኸደ የሱስ ሕጂም ኣይተለወጠን ክብሪ ንኣምላኽ ይኹን ኣሜን እዚ ናይ እብራውያን ፀሓፊ ነዛ ጥቕስ እዚኣ ወይ ድማ ነዛ ሓሳብ እዚኣ ኣብቲ መጨረሻ እዩ ኣቐሚጥዋ እና እንድሕር ተስውዕሉ ኮንኩም ናይ ስነ ፅሑፍ መጨረሻ ክድምድም ከለኻ ኮንኩልድ ክትገብር ከለኻ ሓሳብካ ተቐምጥ ሕጂ ከም ነዚ እሱ ዝብሎ ዘሎ መን እዩ ነዚ የሱስ ምዃኑ ንፈልጦ ኢና ግን ከመይ ገይሩ እዩ ገሊጽዎ ዘሎ ክንርኢ ኢና እግዚኣብሔር ይመስገን መጽሓፍ እብራውያን ብጣዕሚ ዘገርም መጽሓፍ እዩ እና ክብሪ ንኣምላኽ ይኹን ጥቕሲ ሰለስተ ኣንብበለይ ኣባሃም ብስም የሱስ ከሙበየ እብራውያን ምዕራፍ ሓደ ጥቕሲ ሰለስተ ንሱ ናይ ክብሩ ነጸብራቕን ቅርጺ ባህርዩን ከሎ፣ ኩሉውን ብሓይሊ ቃሉ ጸዊሩ ከሎስ፣ ምንጻሕ ሓጢኣትና ምስ ገበረ፣ ኣብ ላዕሊ ኣብ የማን ግርማ ተቐመጠ። ክቕጽል። መቃብር የሱስ ክርስቶስ ንሱ ትማልን ሎምን ንዘልኣለምን እንታይ ኢልዎ? ንሱ ኢልዎ ክብሪ ንኣምላኽ ይኹን ኣብዚ ከዓ ንሱ እንታይ ይብሎ ኣሎ ንሱ ክብሪ ነፀብራቕ ኢልዎ ክብሪ ንኣምላኽ ይኹን ናይ መን ክብሪ ነፀብራቕ እዩ ናይ እግዚኣብሔር ክብሪ ነፀብራቕ እዩ ዝገርመኩ ኣምላኽ ዝረኣዮ የለን ክትሪኦ እውን ኣይትኽእልን ኢኻ ያዕቆብ ክፅሕፈልና ከሎ እንታይ ይብሎ ንሱ ኣብ ዘይቀርብ ብርሃናት እዩ ዝነብር ማንም ክቐርቦ ኣይክእልን እቲ ብርሃን ከቢድ ብርሃን እዩ ኣብኡ ከይበፅሐ ገና ብማዕዶ ክወድቕ ይኽእል እዩ ማለት እዩ ኩሉ ፍጥረት እዩ ባይደወይ ዝገርመኩም ኢሳያስ ምዕራፍ ሽዱሽተ ብበላይ ኣቢ ብስም የሱስ ከምኡ በታ ንጉስ ኡዝያ ዝሞተላ ዓመት ኣነ እግዚኣብሄር ኣብ በሪኽን ልዕል ዝበለ ዙፋን ተቐሚጡ ኸሎ ርኤኽዎ፣ ዘፈራት ልብሱ ኸኣ ነቲ መቕደስ መሊእዎ ነበረ። ኣብ ልዕሊኡ ድማ ሱራፌል ቀይሞም ነበሩ፣ ነፍሲ ወከፎም ሽዱሽተ ክንፊ ኣለዎም፣ በቲ ኽልተ ንገጹ ይኸድኖ፣ በቲ ኽልተ ድማ ንእጋሩ ይኸድኖ፣ በቲ ኽልተ እውን ይነፍር ነበረ። እቲ ሓደ ኸኣ ቅዱስ ቅዱስ ቅዱስ እዩ እግዚኣብሄር ጐይታ ሰራዊት፣ ኵላ ምድሪ ብኽብሩ መሊኣ ኣላ ኢሉ ኣደሃየ። ብድምጺ እቶም ዘድህዩ ብድምጺ እቲ ዘድሃዩ እቲ መሰረት ልዳውንታ ኣንቀጥቀጠ፣ እታ ቤትውን ትኪ መልአት። ባብ ቃብ ያሆብ ኣብዚ እግዚኣብሔር ከምዚ ይመስል ኣይብለናን እዩ እንድሕር ኣስተውዕልኩም ኮንኩም ንእግዚኣብሔር ርኤ እዩ ዝብለና ደሎ እንታይ እዩ ግን ትዛረብ ዘሎ መሲልኩም ኣብ ከባቢ እግዚኣብሔር ዘሎ እዩ ትዛረብ ደሎ ንእግዚኣብሔር ክርዮ ይክእልኒ እንታይ ብዎ በቲ ንጉስ ኡዝያ ዝሞተላ ዓመት ኣነ እግዚኣብሄር ኣብ በሪኽ ልዕል ዝበለ ዝፋን ተቐሚጡ ኸሎ ርኤኽዎ። ዘፈራት ልብሱ ኢሉ ጀሚሩ፣ ብኽዳውንቱ ዘፈራት ልብሱ ርኤኽዎ ምስ በለ፣ ዘፈራት ልብሱ ኸዓ ነቲ መቕደስ መሊእዎ ነበረ። ኣብ ልዕሊኡ ድማ ሱራፊኤል ቈይሞም ነበሩ፣ ነፍሲ ወከፎም ሽዱሽተ ኽንፊ ነበሮም። ንእግዚኣብሔር ኣይገልጾን እዩ እቲ ኣብ ከባቢ እግዚኣብሔር ዘሎ እዩ ድዛረብ ዘለኹ እና ንእግዚኣብሔር ክሪኦ ዝኽእል ፍጥረት የለን ርእዮ እዩ ዝብል ዘሎ ግን ከባቢ ናይ እግዚኣብሔር እዩ ዝዛርብ ዘሎ ሱራፌኤል ዘለዎ ዘፈር ክዳኑ እቲ ዝፋን እቶም ሱራፊኤል ዝዛረብዎም ንምንታይ መሲልኩም እግዚኣብሔር ኣብ ዘይቅረብ ብርሃን እዩ ማንም ከዓ ክሪኦ ይክእልኒ ሃሌሉያ ሃሌሉያ ኢየሱስ ጎይታ እዚ ጎይታ ግን እንታይ ገይርዎ ኣግሂድዎ ክብሪ ንኣምላኽ ይኹን እንታይ ኢልዎ ንሱ እንታይ ኢልዎ ክብሪ ነፀብራቕ እዩ እንታይ ማለት እዩ መሲልኩም በቃ ነቲ ክብርስ ገሊፁ ርእይዎ ዮሃንስ ብዛዕባ ጎይታ ክዛረብ ኮሎ እንታይ ብሎ? እግዚኣብሔር ኣይረአን እዩ ስለዚ ኢየሱስ እዩ መጽኡ ኣርእይዎ እዎ ዮሃንስ ልክዕ ኣለኹ ኣብ ምዕራፍ ሓደ እቲ መጨረሻ እንታይ ልዎ ኢየሱስ እንታይ ገይርዎ ተሪኽዎ ኣብ ትግርኛ ተሪኽዎ ድያ ትብል ኣግሂድዎ ብራ ኣብ ኣምሓርኛ እንታይ ይብል እዋ ተሪኽዎ ይብል እና መን ኣግሂድዎ ንኣምላኽ ክርስቶስ እቲ ዘይረአ ክቐረብ ዘይከኣል እዚ የሱስ እዚ እንታይ ገይሩ ኣግሂድዎ እዚ ናይ ዕብራውያን ፀሓፊ እንታይ ይብለና ኣሎ ንሱ ክብሪ ነፀብራቕ ናይዚ ኣምላኽ እዚ እዩ ማንም ክርእዮ ይክእልኒ ንኣምላኽ በዚ ጎይታ እዚ ግን ንሪኦ ክብሪ ንኣምላኽ ይኹን ፍጥረት ኩሉ መላእኽቲ ከይተረፉ ብየሱስ እዮም ዝርእይዎ ሃሌሉያ ሃሌሉያ ቅፅል ኢሉ ድማ ዝዛረባ ፍሬዝ ኣላ እንታይ ኢልዎ ቅርፂ ባህርያት እዩ ባህርያት ቅርፂ ኣለዎ ድዩ የብሉ የሱስ ግን እንታይ ገይርዎ በቃ ሂ ኢዝ ኢምቦዲመንት ኦፍ ሂዝ ካራክተር ናይ ኣምላኽ ባህርያትስ ለቢስዎ በቃ። የሱስ እንተ ርኢኻስ ባህርያት ኣምላኽ ትርኢ። ፍቕሩ ክትርኢ ከለኻስ ፍቕሪ ኣምላኽ ትርኢ። ምሕረቱ ክትርኢ ከለኻስ ምሕረት ኣምላኽ ትርኢ። ጸግኡ ክትርኢ ከለኻስ ጸጋ ኣምላኽ ትርኢ። ሃሌሉያ! እንታይ ገይርዎ? ቅርጽት ሒዝዎ። ክብሪ ንኣምላኽ ይኹን። ከምዚ እዩ ባህርያቱ ክበሃልስስ የሱስ ኣርእይዎ። ኣብ እንግሊሽ እንታይ ብሎ መሲልኩም? the exact representative ክብሪ ንኣምላኽ ይኹን ከም ዘለዎ ሃሌሉያ እዚ ንዘመናት ማለት ቁፅሪ ዘይብሉ ሃብት ኣብዚ ግዜ ዝቁፀረሉ ስለንነበር ክንሓስብ ከለና ብግዜ ኢና ንሓስብ ማለት መወዳእታ ዘይብሉ ግዜ ዝነበር ዝነበረ ኣምላኽ ሕሙቕ ኣምላኽ ማንም ክበፅሖ ማንም ክቐርቦ ዘይክእል በዚ የሱስ እዚ ክንሪኦ ኣለና ስለዚ እዩ መወዳድርቲ ዘይብሉ እዚ የሱስ እዚ እዚ ናይ እብራውያን ፀሓፊ ንእብራውያን እዩ ዝፅሕፈሎም ዘሎ ንእስራኤላውያን እዩ ዝፅሕፈሎም ዘሎ ናብ ጎይታ ዝመፁ ጎይታ ዝተቐበሉ ብብዙሕ መከራ ከዓ ዝሓልፉ ዘለዉ ካብቲ መከራ ዝተለዓለ ድማ እንታይ ዝኾኑ ዘሎ ገሊኦም ባክስላይ ዝገብሩ ገሊኦም ደኺሞም ብብዙሕ ነገራት ሓልፉ ኣለዉ እዚ ፀሓፊ እዚ ነዚኣቶም ደው ከብል ከፅንዕ ይፅሕፍ ዘሎ እና ምዕራፍ ዓሰርተ ሓደ ዓሰርተ ክልተ ኣቢሉ እንታይ ይብል ናብቲ ጀማርን ደምዳምን እምነትኩም ዝኾነ ክርስቶስ እንታይ ግበሩ ናብኡ ጠምቱ ሕጂ እንታይ ትገብር ደሎ መሲልኩም ነዞም ናይ እብራውያን ሰባት ካብቲ ዘለዎ ኩነታት ካብቲ መከራ ካብቲ ሽግር ኣውፅኡ ናብ የሱስ እዩ ከጠምቶም ደልዩ ደሎ ስ ሃው ስታርትድ ኣይ ላይክ ኣጀማምሩ ብጣዕሚ ኣምላኽ እቲ ዘይረኣ እቲ ዘይቅረ ብርሃን እቲ ዘገርም ብኽብሩ ብኹሉ ነገራቱ እዚ የሱስ እንታይ ገይሩ ኣግሂድዎ ሃሌሉያ ዓብ ክንብሎ ከለና ዓብ ስለ ዝኾነ እግዚኣብሔር ይመስገን ዝመስሎ ስለ ዘየለ እዩ ክብሪ ንኣምላኽ ይኹን the exact representative of God ሃሌሉያ እና ከምኡ ኢልዎ ደሓር ኣብ ካልኣይ ምዕራፍ ክንከይድ ከለና እዚ የሱስ ካብ መን ዓቢሉ ካብ መላእኽቲ ዓቢሉ ንሓደ ንእሽተይ ምስ ዓብዪ ኣይተወዳድሮን ኢኻ ወይ ክልተ ማዕረ ዝኾኑ ወይ ከዓ ምሻሉ ቁሩብ ንእሽት ንዝበለ ኢኻ ትወዳድር ስለዚ መላእኽቲ ኣብ ናይ እስራኤላውያን ኣተሓሳስባ ወይ ዶክትሪን ወይ ርድኢት ዓቢ ቦታ ዘለዎ እዩ። ስለዚ እዩ የሱስ ካብ መላእኽቲ ከም ዝዓቢ ከረድኦም ዝደሊ ዘሎ። ብሉይ ኪዳን እንተ ርኢና መላእኽቲ ከምዚ ኢንቪዝብል ኣይኮኑን። ኣብ ዝተፈላለየ እዋናት ኣፒር ዝገብሩ ሰባት እዮም፣ ዝረኣዩ መላእኽቲ። ንኣብነት ኣጋር ሳራ ነብሰጾር ምስ ኮነት ከተባጭወላ ምስ ጀመረት እንታይ ጌራታ ሰጒጋታ መልኣኽ ከኣ ተራኸባ ይብለና እግዚኣብሔር ይመስገን ንያቆብ ውን ኣብ ምዕራፍ ሰላሳን ክልተን ኮሙ መልኣኽ ድማ ኣጋጠሞ ንዳንኤል ውን ኮሙ እንታይ ኢሉ ይዛረብ ዳንኤል ኣምላኽ መልኣኹ ልኢኹ እንታይ ገይሩ ነቲ ኣንበሳ እንታይ ገይሩ ኣፍ ኣንበሳ ዓፂለ ይብል ገብርኤል መፂኡ እውን መልእኽቲ ሒዙሉ ክመፅእ ከሎ ንርኢ ኢና ስለዚ መላእኽቲ ፕሬዘንስ ናይ ኤንጅልስስ ኣሎ ከምዚ ጓል ኣይኮነን ወይ ጋሻ ትምህርቲ ይኮነ ዘይፍለጥ ኣይኮነ ዓብዩ ናታቶ እንታይ ዝክሩ ኾንኩም ኣብ ካልኣይ ነገስታት ምዕራፍ ዓሰርተ ትሽዓተ ኣቢሉ መእስለሚኹም ሓደ መልኣኽ ጥራይ ንሚእትን ሰማንያን ሓሙሽተን ከለዳውያን ኣጥፊእዎም በቃ ኣጽኒትዎም this much big እዮም እና ከምዚኦም ዝበሉ መላእኽቲ ብዛዕባ መላእኽቲ ኢንተርቨንሽን ክመፁ ጣልቃ ኣትዮም ጣልቃ ክኣትውሎም ክረድእዎም ገለ ዝፈልጥዎ ትምህርትታት ኣሎ እዚ ናይ ዕብራውያን ጸሓፊ ግን ከፍርሰሎም ስለ ዝደለየ እዚ የሱስ እዚ እንታይ ኢሉ ልዕሊ እዞም መላእኽቲ እዮም ልዕሊ እቲ እቶም ትፈልጥዎም ልዕሊ እቲ ንኣጋር ዝረድአ ልዕሊ እቲ ንዳንኤል ዝሓገዘ ልዕሊ እዩ ስለዚ እንታይ ኢሉ መሲልኩም ክመጽእ ከሎ ከዓ መላእኽቲ እንታይ ገበሩሉ ሰገዱሉ ኢየሱስ ጎይታይ እዚ ኢየሱስ እዚ ካብ መልኣኽ ይዓቢ ባይ ዘ ወይ እዚ ትምህርቲ እዚ ንዓና ንናይ ሓድሽ ኪዳን ኣመንቲ ምንም ኣይኮነን ነቲኣቶም ግን ብኡ እዮም ዓብዮም ዝዓበይሉ ትምህርቲ እዮም ዝፈልጥዎ ትምህርቲ እዮም ስለዚ ኢየሱስ ካብ ኩሉ ዝበልፅ ምዃኑ ከርእዮም ኣለዎ እና ብመላእኽቲ ጀሚሩ ካብ መላእኽቲ ከም ዝበልፅ ነግሮም ኣሎ እግዚኣብሔር ይመስገን ካብኡ ቀፂሉ ካብ ሙሴ ከም ዝዓበይ ሙሴ ኣብታ ቤት እቲኣ እንታይ ነይሩ ብሎ እሙን ባርያ ነይሩ ይብሎ ብዛዕባ ሙሴ ንእሽተይ ክዛረብ ሙሴ ንእስራኤላውያን መሪሑ ካብ ግብፂ ዘውፅአ ሰብ እዩ። ባሕሪ ኤርትራ ዘስገሮም ሰብ እዩ። ማና ዘውረደ ሰብ እዩ። ሙሴ ማለት ዓቢ እዩ ባይ ዘ ወይ ድሕር ትዝክሩ ኮይንኩም ኣብ ሓድሽ ኪዳን ኣብ ወንጌል ዮሃንስ ምዕራፍ ትሽዓተ ብዛዕባ እቲ ብዓይነ ስውር ዝተወለደ ኣብኡ ዘሎ ክርክር ብጣዕሚ ደስ ዝብል እዩ ግን እዚኣ ምንሽን ክገብራ እንታይ ኢሎም ሓቲቶሞ እስከ ንኣምላኽ ክብሪ ሃብ ከመይ ኢሉ እዩ ዓይንኻ ተኸፊቱ ኢሎም ክዛረብዎ ከለዉ ንርኢ እሱ ከዓ እንታይ ይብሎም ደቂ መዛሙርቲ የሱስ ዲኹም ክትኮኑ ደሊኹም ደጊምኩም ትሓትኑ ዘለኹም ደሓር ምጽርራር ክይጅምር Anyway እንታይ ብልዎ መሲልኩም ኣብኡ ዝገርም ዘረባ ኣብዙ ንሕና ኢሎሞ ደቂ መዛሙርቲ ሙሴ ኢና ኣምላኽ ንሙሴ ከም ተዛርቦ ንፈልጥ ኢና እንግዲህ ሕሰብዎ ሙሴ ዝነበረሉ ዘመን እዚ ዝኸውን ዘሎ ዘመን ናይ ክንደይ ኣሽሓት ዘመን ፍልልይ ኣሎ እስቲል ግን ሙሴ እንታይ ናታቶም ሞዴሎም እዩ ነይሩ ልክዕ ንሙሴ ክመስሉ እዮም ዝኸዱ ነይሮም That's why እዚ ናይ ዕብራውያን ጸሓፊ ከኣ እንታይ ይብሎም ኣሎ? እዚ የሱስ እዚ ካብ ሙሴ ይበልጽ። ክብሪ ንኣምላኽ ይኹን። ንሱ ኣብታ ቤት እንታይ እዩ? እሙን ባርያ እዩ። የሱስ ግን ውሉድ እዩ። ክብሪ ንኣምላኽ ይኹን። እዚ የሱስ እዚ ካብ ሙሴ ይበልጽ እዩ። ክብሪ ንኣምላኽ ይኹን። ካብኡ ቀጺሉ ብዛዕባ ኣሮን ብዛዕባ ክህንነት ይዛረብ። እቲ ካህን ምእንቲ ሓጢኣቱ ምእንቲ ሓጢኣት ህዝቢ ኣንሻብ በቃ ነንመዓልቲ መስዋእቲ የቐርብ። እቲ ዘገርም ከኣ እቲ መስዋእቲ ከኣ ናብ ፍጽምና ኣየብጽሖን እዩ ነይሩ። እሱ ጥራይ ከይኣክል ከኣ ሞት ይግድቦ፣ ናብ ገለ ዕድመ ይመውት፣ ብኻልእ ክትካእ ከኣ ይደሊ። እዚ የሱስ ግን ብገዛእ ደሙ ገዛእ ደሙ ኣቕሪቡ ናይ ዘለኣለም ካህን ዝኾነ ልክዕ ከም መልከ ጻድቕ ናይ ዘለኣለም ካህን ኢልዎ እግዚኣብሔር ይመስገን እዚ የሱስ እዚ ካብ ኩሉ ይበልፅ እዩ ክብሪ ንኣምላኽ ይኹን ዝበለፀ እዩ እንዳበልና ንዝምር ነርና ክብሪ ንኣምላኽ ይኹን እዚ ክብሪ ነፀብራ ኣምላኽ ዝኾነ የሱስ ካብ ኩሉ ይበልፅ ካብ ኩሉ ይዓቢ ክብሪ ንኣምላኽ ይኹን እዚ የሱስ እዚ ግሩም የሱስ ሃሌሉያ ሃሌሉያ ኢየሱስ ጎይታ እዩ ክብሪ ንኣምላኽ ይኹን እና ናይ ዕብራውያን ጸሓፊ እዚ ኢሉ ነዚ ኢየሱስ ኣርእዩ ስለዚ ኢየሱስ ትማል ሎሚ ንዘለኣለም ንሱ እዩ ንዓናስ እንታይ ኢምፕሊኬሽን ኣለዎ ኣለዎ ኣለዎ እድሜ ንሰሎት ክብሪ ንኣምላኽ ይኹን ካብ ወንጌል ዮሃንስ ክንርኢና ዮሃንስ ብዛዕባ ጎይትነት የሱስ ክርስቶስ እዩ ገሊጹ። ጌና ክጅምር ከሎ ከም ካልኦት ካብ ማርያም ከም ዝተወለደ ካብ ወላዱ ታሪኹ ዘርኡ ገለ ከይተረፉ እዮም ክሳይ ገይሮምልና። ዮሃንስ ግን ካብኡ ሓሊፉ ኢተርኒቲ ከይዱ መጀመርታ ቃል ነይሩ፣ እቲ ቃል ኣብ ኣምላኽ ነበረ፣ እቲ ቃል ድማ ኣምላኽ ነበረ። ሃሌሉያ ኢየሱስ ጎይታ እዩ። እዚ ጎይታ እዚ ቀድሚ ዘመናት ቀድሚ ግዜ ምህላው ዝነበረ ኢየሱስ እዩ እና ዮሐንስ ክጽሕፍ ከሎ ተኣምራታት ዝጽሐፎም ኣሎ እተን ሸውዓተ ተኣምራት ተባሂለን ሰቨን ሚራክል ኦፍ ጂሰስ ተባሂለን ዝፍለጣ ኩለን ከዓ ኣምላኽነቱ ጎይትነቱ ዝዛርባ እዩ ንዓን በብሓደ ክንሪኤን ኢና እሱ ንዓና እንታይ ምዃኑ ካብኡ ክንዛረብ ኢና ክብሪ ንኣምላኽ ይኹን ተቀዳመይቲ ኣቢ ኣለኻ ዶ ኢየሱስ ጎይታ እዩ መጀመርታ ተኣምራት ዝገበረልና ንዝክሮ ኢና ኣበይ ኣብ ቃና ዘገሊላ ኢየሱስ ነቲ ማይ ናብ ወይኒ ቀይርዎ ኣለና ተንብበለይ ከዓ ሓራይ ኣንብበለይ ካብ ዓሰርተ ሓደ ጥቕሲ ዓሰርተ ሓደ ጀሚር ከም ዝበሎ
የሱስ ነዚ መጀመርታ ተኣምራቱ እዚ ኣብ ቃና ናይ ገሊላ ገበሮ። ክብረቱ ኸኣ ገለጸ፣ ደቂ መዛሙርቱውን ብእኡ ኣመኑ። ኦኬ ነን ካብ ልዕ ልዕል ኢልካ ጀምረለይ ካብ ኦኬ ካብ ሓደ ኣብታ ሳብ ሳልሰይቲ መዓልቲ ኸኣ እናበለ ጀመረ። ኣብታ ሳልሰይቲ መዓልቲ ኸኣ ኣብ ቃና ናይ ገሊላ መርዓ ኰነ፣ ኣደ የሱስውን ኣብኡ ነበረት። የሱስ ምስ ደቂ መዛሙርቱ ድማ ናብቲ መርዓ ተዓደመ። ወይኒ ምስ ተወድአ፣ ኣደ የሱስ፣ ወይኒ እምብር የብሎምን፣ በለቶ። የሱስ ድማ፣ ኣቲ ሰበይቲ፣ ምሳኺኸ እንታይ ኣሎኒ? ግዜይ ገና ኣይበጽሐን፣ በላ። ኣዲኡ ኸኣ ነቶም ተዓጠቕቲ፣ ንሱ ዝብለኩም ኵሉ ግበሩ በለቶም። ኣብኡ ከም ስርዓት ምጽራይ ኣይሁድ ሽዱሽተ ኣጋነ እምኒ ተተኺሉ ነበረ። እቲ ኣጋነ ከክልተ ወይ ሰሰለስተ ዝንግሪር ዘግብ እዩ። የሱስ ነዚ ኣጋነ ማይ ምልእዎ በሎም። ኣፍ ንኣፍ ከኣ መልእዎ። ሽዑ ሕጂ ቅድሕዎ እሞ ነቦ ዳስ ውሰዱ በሎም። ንሳቶም ከኣ ወሰዱ። እቲ ኣቦ ዳስ ግና ነቲ ንወይኒ እተለወጠ ማይ ምስ ጠዓሞ ካበይ ምዃኑ ኣይፈለጠን። እቶም ማይ ዝመልኡ ተዓጠቕቲ ግና ይፈልጡ ነበሩ። እቲ ኣቦ ዳስ ነቲ መርዓዊ ጸዊዑ፣ ኵሉ ሰብ ቅድም ጽቡቕ ወይኒ፣ ምስ ሰኸሩ ኸኣ እቲ ሕምቕ ዝበለ ደኣ የቕርብ፣ ንስኻ ግና ነቲ ጽቡቕ ወይኒ ኽሳዕ ሕጂ ኣጽናሕካዮ፣ በሎ። የሱስ ነዚ መጀመርታ ተኣምራቱ እዚ ኣብ ቃና ናይ ገሊላ ገበሮ፣ ክብረቱ ኸኣ ገለጸ፣ ደቂ መዛሙርቱ እውን ብእኡ ኣመኑ። ኣሜን ኢየሱስ ጎይታ እዩ እንታይ ክገብር ከሎ ኢና ንሪኦ ነቲ ማይ ናብ ወይኒ ክልውጦ ባይ ዘ ወይ እዚ ተኣምራት ባዕሉ ትምህርቲ እዩ እሰ ቲቺንግ እንታይ ድብሎም ደሎ ነቲ ሽዱሽተ ኣጋንን ነይሩ ኢልዎም ነቲ ሽዱሽተ ኣጋንን እንታይ ግበሩ ማይ ምልእዎ ኢልዎም ማይ ምል- ማ- ማይ ምምላእ ናይ መን ሓላፍነት እዩ ናይቶም ኣገልገልቲ እዩ፣ ናይቶም ኣሰሰይቲ እዩ። እቲ ማይ ናብ ወይኒ ምቕያር ግን ናይ ጎይታ ሓላፍነት እዩ። ክብሪ ንኣምላኽ ይኹን። ቃል ኣምላኽ ማይ ብምንታይ እዩ ድምሰል? መንፈስ ቅዱስ ብቃሉ። ክብሪ ንኣምላኽ ይኹን። ቃል ኣምላኽ ክዛረብ ከሎ ማይ ናይ ቃል ም- ክብሪ ንኣምላኽ ይኹን። እንታይ ይገብርዎ ኢሉ ስጋብ ኣፉ ምልእዎ። ክብሪ ንኣምላኽ ይኹን። ነቲ ማይ ናብ ወይኒ ምቕያር፣ ወይኒ ከ ናይ ምንታይ ክስታይ እዩ? ሲምቦል እዩ፣ ናይ መንፈስ ቅዱስ እዩ። ነቲ ቃል ናብ መንፈስ ዝቕይር ባዕሉ ጎይታ እዩ፣ ክብሪ ንኣምላኽ ይኹን። ናትና ሓላፍነት እቲ ቃል ክንመልኦ እዩ። ኣሜን። እቲ ቃል መንፈስ ናይ ምዃን ከዓ ናይ ጎይታ ሓላፍነት እዩ። ነቲ ቃል ዘብርሀልና ብሓፂሩ ባዕሉ እዩ፣ ክብሪ ንኣምላኽ ይኹን። እዚ እዩ ድብሎም ደሎ ዝገርመኩ ወይኒ ክዛረቡ ከለዉ እንታይ ኢሎም ማለት ሰብስስ እቲ መጀመርታ ትጥዑም ደሓር ትሕማቕ ተቕረበ make sense ምኽንያቱ ምስ ሰኸረ ሰብ ኣይፈልጥን እዩ ጽቡቕ ድዩ ሕማቕ ድዩ ኣይፈልጥን እዩ እዚኦም ግን ተገላቢጥዎም መጀመርታ ትኹፉ ደሓር ከዓ ካብኡ ዝተዓመ ትኹፉ ኣይኮንን ባይደወይ ተዓቕሞም እዮም ኣቕሪቦም ናቱ ዝበለጸ ንድሓር ኣይፈለጥዎን ከመይ ኢሉ ከም ዝጠዓመ ኢየሱስ ጎይታ እዩ ዝገርመኩም ወይኒ ግዜ ወስድ እዩ ጥዑም ብዝኾነ ዓመታት ብዝቆጸረ እዩ ጥዑም ዝኸውን ስቕ ኢሉ ጥዑም ኣይከውንን እዩ ንብዙሕ እዋናት ፈርመንት ድኸውን እዩ ነግ ተኣምራት ክበሃል ከሎ ክብሪ ንኣምላኽ ይኹን እዚ ተኣምራት እዚ ክምዚ ቅይር ዝበለ ከይመስለኩም ሓደ ዓመት ክልተ ዓመት ሰለስተ ዓመት ሓሙሽተ ዓመት ሽዱሽተ ዓመት ዝወስድ ተኣምራት እዩ ኣሚን ተኣምራት እዩ ኣብላ ዝወስድ እዩ እቲ ፕሮሰስ ነዊሕ እዩ ጎይታ ግን ኣብ ልዕሊ ፍጥረቱ ጎይታ ስለ ዝኾነ ማይ ንበይን እዩ ናይ ማይ ቴስት በይን እዩ ናይ ወይኒ ቴስት ከዓ በይን እዩ ዋይንስስ ካብ ግሬፕ እዩ ዝወጽእ፣ ማይ ድማ በይኑ እዩ። ኣም እንታይ እዩ ዘርኢ ዘሎ መሲልኩም? ኣምላኽነቱ እዩ ዝገልጽ ዘሎ። ኣብ ልዕሊ ፍጥረት ጎይታ ምዃኑ እዩ ዝዛረብ ዘሎ። ክብሪ ንኣምላኽ ይኹን። ኣብ ልዕሊ ፍጥረት ንሱ ባዕሉ ጎይታ ምዃኑ እዩ። ክብሪ ንኣምላኽ ይኹን። ኢየሱስ ጎይታ እዩ። ስለዚ እንታይ ንዓና ጎይታስ ኣብ ቀና ዘገሊላስ ከምዚ ገይሩ እቲ ዛንታ እዩ ዝተፈጸመ ሓቂ እዩ ንዓና ድኣ እንታይ ክስታይ ኣለዎ ጎይታ ከኣ ልክዕ ሕጂ እውን ከምኡ ዝገብር ኣምላኽ እዩ ክብርና ኣምላኽ ኣይተለወጠን ተድመጽእ ከምኡ ሽግር ተተጋጥም ልክዕ ከምኡ ይገብር ኢየሱስ ጎይታ ኣብ ህይወትካ ከምኡ እዩ ዝገብር ካብኡ ዝሓለፈ ድማ ኣብ ጉድለቶም ይኣትሎም እግዚኣብሔር ይመስገን ኣብቲ ዝጎደለ በቃ ማንም ክምልኦ ዘይክእል ከም ዝበልክዎ ወይንስ ግዜ ወሲዱ እዩ ፈርመንትድ ኮይኑ እዩ ዝቅረ ምስ ተወድኣ ተወዲኡ ከምጽኡ ይክእሉን እዮም እዚ ጎይታ ግን በቃ ኣብቲ ዘይከውን ኣብቲ ዝጎደሎ በቃ ኣብቲ ተዋረድና ዝብልሉ ኣብኡ እንታይ ገይሩ ኣትዩ ኣሎ ክብሪ ንኣምላኽ ይኹን ኢየሱስ ጎይታ እዩ ሕጂ እውን ከምኡ እዩ ንስ ኢየሱስ ክርስቶስ ትማሊ ሎሚ ንዘለኣለም ንሱ እዩ ክብል ከሎ ትማሊ ከምኡ እንተ ነይሩ ሎሚ ከዓ ከምኡ እዩ ኢየሱስ ጎይታ እዩ ኣብ ጎደሎ ዝኣቱ ጎይታ እዩ ሃሌሉያ እዚ ጎይታ እዚ ከምኡ እዩ ጎይታ እዩ ሓቂ ጎይታ እዩ ካልኣይ ጋር ቀረባና እዩ ኣብ ጎድለትና ዝኣቱ ኣብቲ ዝጎደለ ኣብቲ የለን ኣብቲ በቃ ከመይ ንብሎ ነገር ዝኣቱ ጎይታ እዩ ኢየሱስ ጎይታ እዩ እቲ ካልኣይ ተኣምራት ዝገበረሉ ኣብ ኣርባዕተ ኣርባዓን ሽዱሽተን ኣላትካ ወንጌል ዮሃንስ ምዕራፍ ኣርባዕተ ካብ ኣርባዓን ሽዱሽተን የሱስ ድማ ናብታ ንማይ ናብ ወይኒ ዝለወጠላ ናብ ቃና ናይ ገሊላ መጸ። ኣብ ቅፍርናሆም ከኣ ወዱ ዝሓመሞ ሓደ ኣገልጋሊ ንጉስ ነበረ። ንሱ፣ የሱስ ካብ ይሁዳ ናብ ገሊላ ኸም ዝመጸ ምስ ሰምዐ፣ ናብኡ ኸደ። ወዱ ንሞት ቀሪቡ ነበረ እሞ፣ ወሪዱ ኬሕውየሉ ንየሱስ ለመኖ። ሽዑ የሱስ፣ ትእምርትን ተኣምራትን እንተ ዘይርኤኹም፣ ኣይትኣምኑን ኢኹም በሎ። እቲ ኣገልጋል ንጉስ ከኣ፣ ጐይታይ፣ ወደይ ከይሞተ ውረድ በሎ። የሱስ ድማ ኪድ ወድኻ እንታይ ሓውዩልካ በሎ። እቲ ሰብኣይ ከኣ በታ የሱስ ዝተዛረባ ቃል ኣሚኑ ከደ። ክወርድ ከሎ ባሮቱ ተቐበልዎ እሞ ወድኻ ሓውዩ ኢሎም ኣበሰርዎ። ንሱ ከኣ እታ ዝሓወየላ ሰዓት ሓተቶም ንሳቶም ድማ ትማሊ ብሳልሰይቲ ሰዓት ዓስኡ ሓደገቶ በልዎ። ሽዑ ኣቡኡ በታ የሱስ ንወዱ ሓውዩ ዝበሎ ሰዓት ምዃና ፈለጠ። ንሱ ኸኣ ምስ ኵሉ ስድራ ቤቱ ኣመነ። የሱስ ካብ ይሁዳ ናብ ገሊላ ምስ መጸ ዝገበሮ ተኣምራት እዚ ኻልኣይ እዩ። ኣመን።
የሱስ ጐይታ እዩ። ኣብታ ቃና ገሊላ ኽትወ ማይ ናብ ወይኒ ዝቐየረሉ ልክ ኣብታ ዓዲ ኸይዱ ኸኣ ካልእ ተኣምራት ይገብር ክብሪ ንኣምላኽ ይኹን። ኣገልጋሊ ንጉስ ዝነበረ ወዱ ይሓምም እና ንጎይታ ሒዝዎ ክመጽእ ደልዩ ጎይታ ድማ እንታይ ይብሎ ኪድ ወድኻ ሓዊ እዩ ብሎ ዝገርመኒ ናይ ሰብ ዝግን ምሕዋዩ ከረጋግጽ ነይርዎ ምሽ ሓቂ ጎይታ ባርኩ ነቲ ትምህርቲ እውን ፅቡቅ ገይሩ ክስታይ ዝገበረልና ሰብ ከይዱስ ምሕዋይ ጥራይ ከ ኣይኮነን ሓቲቱ ሰዓት ክንደይ ኣበየናይ እዋን ክብሪ ንኣምላኽ ይኹን ኢየሱስ ጎይታ ኣብዚ ኣምላኽነቱ ዝገለጸ እዩ ክብሪ ንኣምላኽ ይኹን ኢሳያስስ እንታይ ኢሉ መሲልኩም ኢሳያስ ክዛረብ ከሎ ከምብባየ ባዕለይ ዝናብን ውርጭን ካብ ሰማይ ከም ዝወርድ እሞ ንምድሪ ከየስተየ ከም ዘፍሪ ከም ዘብቁል ከኣ ከይገበረ ዘርኢ ንዘራኢ መግቢ ንተቐላቢ ድማ ከይሃበ ንድሕሪት ከም ዘይምለስ እቲ ካብ ኣፈይ ዝወጽእ ቃል ከኣ ከምኡ እዩ ነቲ ኣነ ዝደልዮ ከስልጥ ኣብቲ ኣነ ዝልእኾ ከቕንዕ እዩ እምበር ብኸንቱ ናባይ እንታይ ይገብር ኣይምለስ እዩ እቲ ቃል ይለኣኽ ይኸብረና ኣምላኽ ይኹን እዚ ዝዛረብ ዘሎ ኢሳያስ ብዛዕባ ኣምላኽ እዩ ዝዛረብ ዘሎ ክብረና ኣምላኽ ይኹን የሱስ ድማ ኣብዚ ቃሉ ልኢኹ ክብረና ኣምላኽ ይኹን እቲ ቃል ድማ ልክዕ ኣብ ሰዓቱ ኣይሰሓተን ምሽ ኣይዶኖ ብዙሓት ሕሙማት ነይሮም ክኾኑ ክእሉ እቲ ቃል ግን ኣለልዩ ነቲ ሰብ ብሽሙ ብኣድራሹ ከይዱ ፈዊስዎ ክብሪ ንኣምላኽ ይኹን ኢየሱስ ጎይታ እዩ። ጎይታ ንቃሉ ዝተጋህ ኣምላኽ እዩ። እቲ ቃሉ ልክዕ ይፍጸም እዩ። እግዚኣብሔር ይመስገን ኣብ ህይወትና ጎይታ ተዛሪብና እዩ። ምሽ ሓቀይ ዘተዛርብና ተስፋ ቃል ኣለና። ክብሪ ንኣምላኽ ይኹን። እቲ ቃል ይፍጸም እዩ። እግዚኣብሔር ይመስገን ከምኡ እዩ ዝብል ዘሎ እቲ ቃል እንታይ ከይገበረ ይምለስ እዩ ከየስለጠ ይምለስ እዩ። ኢየሱስ ጎይታ እዩ። እዚ ጎይታ እዚ ኣምላኽ ምዃኑ ከርኢ እዩ ዮሃንስ እዚ ዝጽሕፈልና ዘሎ። ንዓና ድማ እቲ ጎይታ ዝግበሮ እቲ ዝበለና ንዓና ልክዕ ከምኡ እዩ ከየስለጠ ኣይምለስን። ሃሌሉያ በቃ ልኡኽ እዩ። ሃሌሉያ እንታይ ልዎ ደጊመ ከንብበልኩም እቲ ካብ ኣፈይ ዝወጽእ ቃለይ ከምኡ እዩ፣ ከምኡ ክኸውን እዩ፣ ነቲ ኣነ ዝደልዮ ከስልጥ፣ ኣብቲ ኣነ ዝልእኮ ከቕንዕ እዩ እምበር ብኸንቱ ናባይ ኣይምለስን እዩ። ልኡኽ እዩ፣ ክብሪ ንኣምላኽ ይኹን። ቃሉ ልኡኽ እዩ። እታ ኣብ ህይወትና ዝተላእኸ ቃል ከይተፈጸመ ኣይምለስን፣ ብባዶ ስቕ ኢሉ ኣይምለስን። ምክንያቱ ሰብ ኣይኮነን ተዛሪብዎ ዮሃንስ ኣምላኽነቱ እዩ ዘረጋግጽ ዘሎ። ኢየሱስ መን እዩ ዝብል ዘሎ? ጎይታ እዩ። ክብሪ ንኣምላኽ ይኹን። ንሱ ጎይታ እዩ። እቲ ዝተዛረቦ ኩሉ ኣይስሕትን ኣይጋገይን ምሻሎ ክጥዊ ከምዚ ኢሉስ ኣይከይን እዩ ድምፂ ፈታውየይ እንታይ ላታ ስሉናሚ ደም ጽፈታዊ የሱስ ኣኽራናት እናዘለለ እንታይ ይገብር? ናብ ካልእ ኣይከይድን፣ ናብ ጎረቤት ኣይከይድን፣ ናብኣ ክብርና ኣምላኽ ይኹን ናባኻ ይመጽእ፣ ናባኺ ይመጽእ። ሕጂ እውን የሱስ ህያው ከምኡ እዩ። ክብርና ኣምላኽ ይኹን። እቲ ሳልሳይ ከም ጎይትነቱ ዝገልጽ ዝተዛረቦ ኩላህና ንፈልጦ ኢና ናይቲ ንሳላሳን ሸሞንተን ዓመት ሓሚሙ ናብቲ ገምገም ዝቕመጥ ዝነበረ እዩ። እታ ሰብ የብሉን፣ ክኸይድ እውን ኣይክእልን እዩ፣ ዓቕሚ እውን የብሉን። ጐይታ ናብኡ ይመጽእ፣ ክብሪ ንኣምላኽ ይኹን። እና እቲ እንታይ ኢሉ ነዊሕ ግዜ ከም ዝሓመመ ፈሊጡ ይብለና፣ ክብሪ ንኣምላኽ ይኹን። ኩሉ ዝፈልጥ ጐይታ እዩ። ዝፈልጥ ነዊሕ ምሕማሙ ዝፈልጥ ጎይታይ ምፍዋሱ ካልእ ነገር እንድዩ እቲ ዘለዎ ኩነታት ዝፈልጥ ኣምላኽ ክብሪ ንኣምላኽ ይኹን ሰብ ክርእየካ ክእል እዩ ገጽካ ርእዩ ከምዝን ከምትን ክብል ይኽእል እዩ ኣምላኽ ግን ዘለኻዮ ኩነታት ዝሓለፈ ህይወትካ ቅድሜኻ ዘሎ ዝፈልጥ ኣምላኽ እዩ እዚ ኢየሱስ ድማ ከምኡ እዩ ክብሪ ንኣምላኽ ይኹን ነዚ ሰብ እዚ ብድሕሪኡ ሕጂ ንቕድሚኡ ዘሎ ዝፈልጥ ጎይታ እዩ ክብሪ ንኣምላኽ ይኹን። እዚ ድማ ጎይታ ጥራይ እዩ ዝፈልጥ ክብሪ ንኣምላኽ ይኹን። ማንም ሰብ ኣይፈልጥን። እቶም ምስኡ ዘለዉ እውን ኣይፈልጡን እዮም እቶም ኣብ ዙሪኡ ዘለዉ። እዚ የሱስ እዚ ግን ነዊሕ ከም ዝሓመመ ፈሊጡ ይብለና ክትሓዊ ትደሊ ድኻ ክብሎ ከሎ ነዊሕ ናይ ይፍውሶ ኢየሱስ ይፈልጥ እዩ

ዘይሰምዓና፣ ዘይዝክረና ክመስል ይኽእል እዩ፣ ኩነታት ከምኡ ክብል ይኽእል እዩ። የሱስ ግን ከምኡ እዩ፣ ኣይልወጥን እዩ። ሃሌሉያ! ኣይልወጥን ማንቶፖ እዚ ጎይታ እዚ ኣይልወጥን እዩ፣ ዘይልወጥ ኣምላኽ ሃሌሉያ! ነቶም ናይ እብራውያን ነቶም ናይ እብራውያን በቶም ክፀርዑ እዩ ከምኡ ዝብሎም ዘሎ እዚ ጎይታ እዚ እዚ ዘጀመረኩም ኣይልወጥን እዩ ትማልን ሎምን ሓደ እዩ ክጅምር ከለኻ ስጋብ መጨረሻ ሓደ እዩ ኣይልወጥን ሃሌሉያ ሃሌሉያ እዚ ጎይታ እዚ ይፈልጥ ትማሊ ዝፈለጠ ሎሚ ድማ ይፈልጥ እዩ እግዚኣብሔር ይመስገን ኢየሱስ ጎይታ እዩ እና እዚ ጎይታ እዚ ዓብዩ ሃሌሉያ ግሩም እዩ ፍሉይ እዩ በቃ መወድ ምስ መን ነወዳድሮ መን ኣሎ ከም ጎይታ ዝኸውን ማንቶፖሴክ ሓራይ ክብርን ኣምላኽ ይኹን ክንቀፅል ኢና እግዚኣብሔር ይመስገን ራብዓይ ኣምላኽነቱ ዝገለፀሉ ተኣምራት ድማ ኣብ ምዕራፍ ሽዱሽተ ካብ ሓሙሽተ ዓሰርተ ኣርባዕተ ኣንብበለይ'ሞ ካብ ሓሙሽተ ኣንብበለይ። ሽዑ የሱስ የዒንቱ ቋሕ ኣቢሉ ንብዙሕ ህዝቢ ናብኡ ክመጽእ ከሎ ረእዩ። ርእዩ ንፊልጶስ እዚኣቶም ምእንቲ ክበልዑ እንጌራ ካበይ ክንዕድግ ኢና በሎ። እቲ ክገብሮ ዝደለዮስ በዓሉ ፈሊጥዎ ነበረ እሞ እዚ ዝበሎ ምእንቲ ክዕዘቦ እዩ። ፍሊጶስ ከኣ፣ ናይ ክልተ ሚእቲ ዲናር እንጌራ እኳ ቈቁራስ ኣይበጽሖምን እዩ ኢሉ መለሰሉ። ካብቶም ደቂ መዛሙርቱስ ሓደ ንሱ ኸኣ እንድርያስ ሓው ስምዖን ጴጥሮስ፣ ሓሙሽተ ጎጎ ስገምን ክልተ ዓሳን ዘለዎ ቈልዓ ኣብዚ ኣሎ። እዚኣተን ግና ንኽንድዚ ዝኣክል ሰብ እንታይ ይጠቕማ? በሎ። የሱስ ከኣ፣ ኣቐምጥዎም በለ። ኣብታ ቦታ እቲኣ ኸኣ ብዙሕ ሳዕሪ ነበረ። ሽዑ ተቐመጡ፣ ቍጽሮም ከኣ ኣስታት ሓሙሽተ ሽሕ ሰብ፣ ሰብኣይ ዝኣኽሉ ነበሩ። የሱስ ነተን ጉጎታት ኣልዒሉ ኣመስጊኑ ነቶም እተቐመጡ ሃቦም፣ ካብቲ ዓሳ ኸኣ ከምኡ ከከም ዝደልይዎ ነቐሎም። ምስ ጸገቡ ድማ ንደቂ መዛሙርቱ ዝተረፈ ቈራርስ ሓንቲ እኳ ከይተጥፍኡ ኣክብዎ በሎም። ስለዚ፣ ኣከብዎ ተረፍ እቶም ዝበልዑ ካብተን ሓሙሽተ ጎጎ ስገም ዓሰርተ ክልተ መሶብ ቁራርስ መሉ እቶም ሰብ ከኣ ነቲ የሱስ ዝገበሮ ትእምርቲ ምስ ረኣዩ እዚ ብሓቂ እቲ ናብ ዓለም ክመጽእ ዘለዎ ነቢ እዩ በሉ።
ክብሪ ንኣምላኽ ይኹን። ሽዑ የሱስ ኣዒንቱ ቋሕ ኣቢሉ ብዙሕ ህዝቢ ናብኡ ክመጽእ ከሎ ረኣዩ ንፊልጶስ እዚ ምእንቲ። እዚኣቶም ምእንቲ ኺበልዑ እንጌራ ካበይ ክንዕድግ ኢና? በሎም ይብለና። ግን ዚገብሮ ነገር ድማ ፈሊጡ ነይሩ ይብለና። ኣብ ካልእ ጽሑፍ ብዛዕባ እዚ ኺዛረብ ከሎ እንታይ ይብል? ደንገጸሎም፣ ፋሕ ኢሎም ርእዩ ደንገጸሎም ይብለና። ኽብሪ ንኣምላኽ ይኹን። ኣብዚ ድማ። ለ ማለት ክቆጽሩ ከለዉ ኣሰቡት ጥራይ እዮም ዝቆጽሩ ኔሮም ስለዚ ኢማጅን ኣቆልዑት ኣዴታት እና ብዙሕ ህዝቢ እዩ ኔሩ እና ነዚ ብዙሕ ህዝቢ ጠምዩ ከምኡ ኢሉ ክኸይድስስ ኣይደለየን እና እንታይ ከም ዝገብር ድማ ይፈልጥ ኔሩ እግዚኣብሔር ይመስገን እዚ ጎይታ እዚ እቲ ናህና ፊዚካል ኒድ ዝደሊ ወይ ድማ ሂ ኢዝ ኣወር ሳስቴነር ዘንብረና ድዩ እንታይ ኢሉ ኣሎ ዘፍጥረት ሙሴ እቲ መጨረሻ ኣምላኽ ጥንትስ እንታይ እዩ መንበሪኻ እዩ ክብሪ ንኣምላኽ ይኹን እዚ ኣምላኽ እዚ እዚ ጎይታ እዚ ዘንብር ምዃኑ ይቐልብ ምዃኑ የብልዕ ምዃኑ ከርኢ ዝገበሮ ተኣምራት እግዚኣብሔር ይመስገን ንሱ ኣምላኽ ምዃኑ ክብሪ ንኣምላኽ ይኹን ኣብ መዝሙርስ ከምዚ ኢሉ ኣሎ ንዑ ከንብበልኩም ኣዕንቲ ኩሎም ኣዕንቲ ኩሎም ንኣኻ ይጽበያ ንስኻ እውን በብግዜኡ መግቦም ትህቦ ኢድካ ትኸፍት እሞ ያው ንዘበለ ኩሉ ብበረኸት እንታይ ንግቦ ተጽግቦ እግዚኣብሔር ይመስገን እቲ ድሌት ዘጽግብ ኣምላኽ ይኸብረን ኣምላኽ ይኸብረ ማንም ሰብ ከጽግብ ኣይክእልን እዩ ባይትወ ማንም ክገብሩ ክእሉ ኾኑ መንግስታት ክገብሩ ክእሉ ኾኑ እዚ ጎይታ ግን ነተን ሓሙሽተ ጎጎን ክልተን ዓሳ ነቲ ህዝቢ ከም ዘጽግብ ይገሩ ኩሎም ድማ ጸጊቦም ይብለና ኣብዚ ዘንበብኩልኩም እንታይ ድሌቶም ብጽቡቕ ዘጽግብ፣ ኣብቲ እንግሊሽ ከምኡ እዩ ዝብሎ፣ ድሌቶም ኩሉ ብጽቡቕ ዘጽግብ፣ ክብሪ ንኣምላኽ ይኹን። እዚ ጎይታ እዚ ድሌት ናይ ፍጥረቱ ዘጽግብ፣ ንሰባት ጥራይ ኣይኮነን፣ ንፍጥረት ኩሉ። ኢየሱስ ጎይታ እዩ። ጎይትነቱ ዝገለጸሉ ክብሪ እዩ፣ እዚ ከኣ ክብሪ ንኣምላኽ ይኹን። ነቶም ሓሙሽተ ሽሕ ማለት ከም ዝኽእል ንኸርኢ እካ ኣይኮነን ኣምላኽነቱ ዝገለጸሉ ክብሪ እዩ ክብሪ ንኣምላኽ ይኹን በተን ንእሽተይ በታ ንእሽተይ ነዚ ኩሉ ዓጺግዎም እግዚኣብሔር ይመስገን ስለዚ ትማሊ ዘጽገበ ሎምኸ ኣይቀልብን ዶ ሎምኸ ኣየንብርን ዶ ኣየንብርን ዶ ነዚ ንሕና ባዕልና መሰኻኽር ኢና ብስደት ዝመጸና ሰባት ኢና ምስ ኣሎ ብዘ የለን ብዝተባህለሉ ቦታ ዝሓለፍና ኢና ኣምላኽ ግን የነብር እግዚኣብሔር ይመስገን ኣብ ቆሎሴስ እንታይ ኢሉ ኩሉ ብእኡ ኮይኑ ንኩሉ ከዓ ጼርዎ ኣሎ ይብልና ከምብባ እታ ጠቕሲታ እዩ ንሱ ቁድሚ ኩሉ እዩ ኢልዎን ኩሉ ከኣ ብእኡ እንታይ ኮይኑ ኣሎ ቆይሙ ኣሎ ኩሉ ብእኡ እንታይ ኮይኑ ኣሎ ደው ኢሉ ኣሎ እዚ ደው ኢሉ ኣሎ ዝብል ቃል እታ ደው ትብል ቃል ሳስቴ ደጊፍዎ ፍርክሽክሽ ከይብል ድማ ከምዚ ገይሩ ሒዝዎ እዩ እቲ ቀንዲ ትርጉሙ ማለት እዩ ዘንብር ኣምላኽ ይኸብረና ኣምላኽ ይኹን ዘንብር ሕጂ እውን ዘንብር ኣብዚ ናይ ፅጋብ ዓዲ ዘንብር ኣምላኽ ይኸብረና ኣምላኽ ይኹን ኣይተለወጠ እቲ ትማሊ ንእስራኤላውያን ንሓሙሽተ ሽሕ ዝቐለበ ጎይታ ሕጂ እውን ዓቕሚ ሓም ዓቕሚ ውሕዶን ይኸብረና ኣምላኽ ይኹን ነዞም ሓሙሽተ ሽሕ ጥራይ ኣይኮነን ዘንብር እዚ ተፃሒፍልና እግዚኣብሔር ይመስገን ንፍጥረት ኩሉ እዩ ዘንብር ክብረና ኣምላኽ ይኹን እዚ ጎይታ እዚ ኢዱ ይኸፍት እሞ ህያው ንዘበለ ብድሌቱ ኩሉ ዘጽግብ ክብርና ኣምላኽ ይኹን። እዚ እዚ ጎይታ እዚ ሃሌሉያ ክንቅጽል ኢና። እግዚኣብሔር ይመስገን። እቲ ሓምሻይ ተኣምራት ዝገበሮ ድማ ኣብ ምዕራፍ ሽዱሽተ ካብ ጥቕርታስ ዓሰርተ ሽዱሽተ ስጋብ ዕስራን ሓደን እዩ። ጎይታና የሱስ ክርስቶስ ድማ እንታይ ገበረ ይብለና? ብማይ ከደ። ክብሪ ንኣምላኽ ይኹን። በቲ ማይ ከደ ይብለና። እግዚኣብሔር ይመስገን።

ብልዕሊኡ እዩ ዝኸይድ እግዚኣብሔር ይመስገን እዚ ጎይታ እዩ መከራ ይሕዞ ሽግር ኣይሕዞ ሃሌሉያ ማይ ዘይሕዞ ክብሪ ንኣምላኽ ይኹን ኣብቲ ላ ኣብቲ ማይስስ ኣብ ማያት እንታይ ኣለካ መንገዲ ኣለካ ዲሉ ኣብ ልዕሊ ማያት ዝኸይድ ጎይታ እዩ ኣብ ልዕሊ እቲ ዘጥሕል ኣብ ልዕሊ እቲ ከቢድ ኣብ ልዕሊ እቲ ሽግር ኣብ ልዕሊ እቲ ጭንቀት የነሚት ኣብ ልዕሊኡ ዝኸይድ ጎይታ እዩ እዚ እዩ ዝብል ዘሎ ዮሃንስ። ጎይትነቱ እዩ ዝገልጽ ዘሎ እዚ ጎይታ እዚ ኣብ ልዕሊ መከራ ኣብ ልዕሊ ኩሉ ስለዚ ሕጂ እውን ከምኡ እዩ ኣብ ልዕሊ መከራ ዝኸይድ ጎይታ እዩ መከራ ድዩ ሽግር ድዩ ከቢድ ነገር ድዩ ኣብ ልዕሊኡ ዝኸይድ ጎይታ ሃሌሉያ እዚ ጎይታ እዚ ጎይታ እዩ ብሓቂ እዚ ጎይታ እዩ ኣሜን ኢየሱስ ጎይታ እዩ ታና መጨረሻ ተኣምራት ዝገበረላ ኣብ ምዕራፍ ኖ ኖ ሻድሻይ በፂሐ ኣለኹ ታ- ሻድሻይ ክ ግዜ ኣለና ድዩ ኩለን ክኸደን ኦኬ ዳሓን ክኸደን ኣብ ሻድሻይ ከዓ እታ ካብን እቡ ብዕውሩ ዝተወለደ ንዕኡ ምርኣይ ዝሃበ ጎይታ
ዮሃንስ ምዕራፍ ትሽዓተ ካብ ፍቕዲ ሓደ ክሓልፍ ከሎ ብዕውሩ እተወልደ ሰብኣይ ረኣየ። ደቂ መዛሙርቱ ድማ፣ መምህር፣ ዕውር ኰይኑ ዚውለድሲ መን እዩ ዝበደለ፣ ንሱዶ ወይስ ወለዱ? ኢሎም ሓተትዎ። የሱስ ከኣ፣ ግብሪ ኣምላኽ ኣብኡ ምእንቲ ኪገሃድ ደኣ እዩ እምበር፣ ንሱ ኣይበደለ ወለዱ ኣይበደሉ። መዓልቲ ከላ ግብሪ እቲ ዝለኣኸኒ ክገብር ይግበኣኒ እዩ። ሓደ እኳ ክዓየላ ዘይከኣሎ ለይቲ ትመጽእ ኣላ። ኣነ ኣብ ዓለም ከለኹ ብርሃን ዓለም እየ ኢሉ መለሰሎም። ክቕጽል ድየ? ኢየሱስ ጎይታ'ዩ ኣብ ኣጠገቡ። ኣነ ኣብ ዓለም ከለኹ ናይ ብርሃን ክብሪ ንኣምላኽ ይኹን። እዚ ካብ ካብ ከብዲ ዲኡ ጀሚሩ በቃ ክውለድ ኮሎ ዕውር ኣብ ናይ እስራኤል ታሪኽ ስብ እንታይ ኢሎም ሓቲቶሞ ኣክችዋሊ ክጅምር ኮሎ እዚስ ንሱ ዲዩ ስድርኡ እዮም በዲሎሞ ሰብ በቃ ከምዚ ምሽ ኣክሽን ኤንድ ሪያክሽን ኮሙ ኢና ሓስብ ካብኡ ወጻኢ ሓስብኒ እና እንታይ ኢሎም ሓትዎ ኣለዉ በዳልስ ክ ናይ ግድን ክህሉ ኣለዎ ሓዲኦምስስ በዲሎም ክኾኑ ኣለዎም ምኽንያቱ ከምዚ ሓደ ነገር ክግበር ኣለዎ ነቲ ሓደ ነገር ክመጽእ ናይ እስራኤላውያን ኣተሓሳስባ እዚ እዩ ጎይታ ግን እንታይ ኢልዎ ግብሪ ኣምላኽ መታን ክግበር እዩ እግዚኣብሔር ይመስገን ንዓይኑ ክኸፈተሉ ደሓር እቲ ታሪኽ ብምሉኡ ትርእይዎ ኢኹም። እንታይ ኢሉ ጎይታ መሲልኩም ኣብኡ? ኣነ ኣብ ዓለም ክመጽእ ዘለኒ ብርሃን ዓለም እየ። ኣነ ኣብ ዓለም ከለኹ ብርሃን ዓለም እየ። እግዚኣብሔር ይመስገን ኣብዚ ድማ ብርሃን ምዃኑ። ሰባት ንኽሪኡ ዝተለኣኸ ብርሃን ዝኾነ ብርሃን ሓቂ ኣብቲ መጀመርታ እንታይ ኢልዎ ኣሎ? ንነፍሲ ወከፍ ዘብርህ ብርሃን ሓቂ ኢልዎ ኣሎ። እግዚኣብሔር ይመስገን። እዚ የሱስ እዚ ንነፍሲ ወከፍ ዘብርህ ብርሃን ሓቂ እዩ። ክብሪ ንኣምላኽ ይኹን። ኣብዚ ድማ ብርሃን ምዃኑ የርኢ ኣሎ እቲ ተኣምራት ማለት እግዚኣብሔር ይመስገን ንሱ ብርሃን እዩ ክብረ ንኣምላኽ ይኹን ብኡ ኢኻ ንርኢ ብኡ ኢና ንዋሳውስ ክብረ ንኣምላኽ ይኹን እቲ ብኡ ዝመላለስስ ብብርሃን ይመላለስ ይልዎ ኣሎ እግዚኣብሔር ይመስገን ስለዚ ንሱ እንታይ ብርሃን እዩ ክብረ ንኣምላኽ ይኹን ኢየሱስ ጎይታ እዩ ታና መጨረሻ ተኣምራት ርኢና ክንውድእ ኢና ምዕራፍ ዓሰርተ ሓደ ንዝክሮ ኢና ናይ ኣልኣዛር ንኣልኣዛር ዘተንስአሉ ኣነ ትንሳኤን ህወትን እየ ዝበለ ካብ ዓሰርተ ሓደ ስጋብ ዓሰርተ ሓሙሽተ ዝበለ
እዚ ተዛረበ ድሕሪ እዚ ድማ ኣልኣዛር ፈታዊና ደቂሱ ኣሎ እንደገና ካብ ድቃሱ ምእንቲ ከተንስኦ ክኸይድ እየ በሎ ሽዑ ደቂ መዛሙርቱ፣ ጐይታይ፣ ደቂሱ እንተ ዀይኑስ፣ ክጥዒ እዩ በልዎ። የሱስ ብዛዕባ ሞቱ እዩ እተዛረበ፣ ንኣታቶም ግና ብዛዕባ ናይ ትኽስ ድቃስ እተዛረበ መሰሎም። ሽዑ የሱስ ብግህዶ፣ ኣልኣዛር ሞይቱ፣ ኣነ ኣብኡ ብዘይ ምንባረይ ምእንቲ ኽትኣምኑስ፣ ብዛዕባኹም እሕጐስ ኣለኹ፣ ግናኸ ንዑናይ ናብኡ ንኺድ በሎም። ኢየሱስ ጎይታ እዩ እስከ ዕስራን ሓሙሽተን ዕስራን ሽዱሽተን ከኣ ኣንብብለይ ምሳይ ወስከ። የሱስ ከኣ ትንሣኤን ሕይወትን ኣነ እየ፣ እቲ ብኣይ ዝኣምንስ ምእንቲ እንተ ሞተ እኳ ብሕይወት ኪነብር እዩ። ነፍሲ ወከፍ ብሕይወት ዘሎ እሞ ብኣይ ዝኣምን ከኣ ንዘለዓለም ኣይኪመውትን እዩ። እዚ ዶ ወውጽኣኒ ኢኺ በላ። ኢየሱስ ጎይታ እዩ ክብሪ ንኣምላኽ ይኹን ኣብ መጨረሻ ድማ እቲ ኣብ መጨረሻ ክሰዓር ዘለዎ ይብል መጽሓፍ እሱ ድማ እንታይ እዩ ሞት እዚ ጎይታ ድማ ኣብ ልዕሊ ሞት ጎይታ እዩ ክብሪ ንኣምላኽ ይኹን ንደቂ መዛሙርቱ ከረድኦም ስለ ዘለዎ ተዛሪቡ ደቂሱ እዩ ዘሎ ከምዚ ኮይኑ ኣሎ ገለ እንዳበሎም ከይዱ ማለት እዩ ድሓር ግን ምርዳእ ስለ ዝኣበይዎ እንታይ ኢሉ ሞይቱ እዩ ዘሎ ንዑ ናይ ክብሪ ንኣምላኽ ይኹን ናብኡ ከይዱ ከዓ ኣብ ልዕሊ ሞት ጎይትነቱ ገሊጹ እግዚኣብሔር ይመስገን ንማርታ ዝተዛረበ ቃል ብጣዕሚ ዝገርም ቃል እዩ እሱ ብኡ ክንውድእ ክብሪ ንኣምላኽ ይኹን የሱስ ከዓ በላ ኣነ እንታይ ትንሣኤን ህይወትን እየ እቲ ብኣይ ዝኣምን እንተ ሞተ እኳ ብህይወት ክነብር እዩ። ነፍሲ ወከፍ ብህይወት ዘሎ እሞ ብኣይ ዝኣምን ከኣ ንዘልኣለም ኣይክመውትን እዩ። እዚዶ ትኣምኒ ኢኺ? ክብሪ ንኣምላኽ ይኹን። እዚ ጐይታ ድማ ኣብ መጨረሻ ድማ ንዝሞተ ዘተንስእ ክብሪ ንኣምላኽ ይኹን። ኣብ ልዕሊ ዝሞተ ኩሉ ጐይታ ዮሃንስ ክዓጽዎ ከሎ ጐይትነቱ በቃ ነዚ ክውድኦ ከሎ ሸውዓተ ተኣምራታት ገሊጹ እታ ናይ እታ ናይ መጨረሻ ንሱ ጎይታ ምዃኑ ኣብ ልዕሊ ሞት ውን እቲ ናይ መጨረሻ ጸላኢ እቲ ክሰዓር ዘሎ ኣብ ልዕሊኡ ውን ጎይታ እዩ ክብሪ ንኣምላኽ ይኹን ንኣልኣዛር ድማ ኣተስእዎ ክብሪ ንኣምላኽ ይኹን ሕጂ ውን ሰይም ጎይታ እዩ ንዝሞተ ዘተንስእ ጎይታ እዩ ክብሪ ንኣምላኽ ይኹን ንዝተዓጸወ ፋይል ዝኸፍት በቃ ንዝተባህለ እንደገና ህይወት የለምልም። ክብሪ ንኣምላኽ ይኹን። ንዝወደቐ ንዝነቐጸ ሰብ ንዝረስዖ እንደገና ደው ዘብል ጎይታ እዩ። ክብሪ ንኣምላኽ ይኹን። ኢየሱስ ጎይታ እዩ። እዚ ጎይታ እዩ። ጎይታ እናበልና ክንዝምሮ ዝጸናሕና ኣብ ልዕሊ ኩሉ ጎይታ ዝኾነ ኩሉ ክገብር ዝኽእል ኩሉ ዝፈልጥ ኩሉ ዝርዳእ ክብሪ ንኣምላኽ ይኹን። ኣብዚኣ ዝረሳዕኩልኩም ማርያም መፅያ ንጎይታ ተዛረቡ እንተትብሉስ እንታይ ምኾነት ኣይምሞተን ይበትም ጎይታ ድማ እንታይ ገይሩ ብለና ናብዐ ይብለና ስምዒትና ዝስምዖ ሃሌሉያ ጓሂኻ ዝስምዖ ሓዘንካ ዘሕዝኖ ጎይታ እዩ እዚ ጎይታ እዚ ሰብ ክርድኣልካ ኣይክእልን ሓንሳ ሓንሳ ሰብ ስለ ዝኾነ በቃ ምሻሉ ብደንቢ ኩሉ ክድነ ኩሉ ነገር ከም እንዲያሙ ነጋደይ እስ ጎይታ ግን ሓንቲ ቃል ኸብርና ኣምላኽ ይኹን ናብኡ ጌና ክንመጽእ ከለና ዘረዳእና ኣምላኽ ዝቐበለካ ከም ዘለኻዮ ዘረዳእካ ክብርና ኣምላኽ ኣበይ ከም ዘለኻ ዝፈልጥ ጎይታ እዚ ጎይታ እዚ ጎይታ እዩ ክብርና ኣምላኽ ይኹን እንተዘመርናሉ ዕልል እንተበልናሉ ይውሕዶ እምበር ኣይበዝሖ እዚ ክብሪ ነጸብራቕ ኣምላኽ ዝኾነ ንኣምላኽ ዝገለጾ ዘግሃዶ ማንም ክሪኦ ዘይክእል ኣምላኽ ዘርኣየና ፍቕሩ ዘርኣየና ምሕረቱ ዘርኣየና ሓይሉ ዘርኣየና መንበሪ ምዃኑ ዘርኣየና እግዚኣብሔር ይመስገን ኣብ ልዕሊ ሞት ድማ ዝገዝእ ጎይታ ክብሪ ንኣምላኽ ይኹን እዚ ኩሉ ከምኡ ኢሉ ከሎ ደንጋጸ ሕያዋይ ዝስማዓካ ዝስምዖ እቲ ዘብኬኪ ዝስምዖ እቲ ዘሕዝነኪ ዝስምዖ ሃሌሉያ እዚ እዩ ዝጎይታ እዚ እዩ ዝየሱስ እዚ ሃሌሉያ ክብርን ኣምላኽ ይኹን ካብ ዘለናዮ ክንትስእ ኢና ክንጽሊ ኢና